ትንቢት ኤርምያስ ምዕራፍ ትሽዓተ እንታይ ዝብል ቃል ኣሎ? ካብ ጥቕሲ ዒሳን ሰለስተን ዒሳን ኣርባዕተ ማይ ጌርካ ወይና ጽወይ ኣለ ብበለይ ጥበበኛ ብጥበቡ ኣይተሓበን፣ ሓያል ከኣ ብሓይሉ ኣይተሓበን፣ ሃብታምውን ብሃብቱ ኣይተሓበን ይብል እግዚኣብሄር። ኣሜን።
ዝሕበንሲ እዚ እዩ ባህ ዝብለኒ እሞ፣ ኣነ ኣብ ምድሪ ምሕረትን ፍርድን ጽድቅን ዝገብር እግዚኣብሄር ምዃነይ ብምስትውዓሉን ብምፍላጡን ደኣ ይተሃበ። ኣሜን ይበል እግዚኣብሔር።
ኣሜን። ቃል እግዚኣብሔር ክዛረብኩም እንታይ ይብሉ? ጥበበኛ ብጥበቡ ኣይተሓበን፣ ሓያል ብሓይሉ ኣይተሓበን፣ ሃብታውን ብሃብቱ ኣይተሓበን ይብል እግዚኣብሔር። ዝሕበንሲ እዚ ይባህ ዘብለኒ እሞ ኣነ ኣብ ምድሪ ምሕረትን ፍርድን ጽድቅን ዝገብር እግዚኣብሔር ምዃነይ ብምስትውዓሉን ብምፍላጡን ደኣ ይተሓበን ይብል እግዚኣብሔር ኣምላኽ። ስም ኣምላኽ ይባረክ። ኣብዚ እንታይ እዩ ዘርእየና እግዚኣብሔር ኣምላክ ኩሉ ግዜ ሓበንና ዋልታና እግዚኣብሔር ኣምላክ ጥራይ ክኸውን ከም ዘሎ እግዚኣብሔር ኣምላክ ደስ ዝብሎ ብኡ ክንምካሕ ከለና ብኡ ክንሕበን ከለና ብኡ ክንሕጎስ ከለና ሽዑ እግዚኣብሔር እንታይ ይኸውን ባህ ይብሎ ብምሕረት እግዚኣብሔር ክንሕጎስ ከለና ብፍርዲ እግዚኣብሔር ክንሕጎስ ከለና ብፅድቂ እግዚኣብሔር ክንሕጎስ ከለና ብኡ ክንሕበን ከለና እግዚኣብሔር እንታይ ባህ ይብሎ ድሕሪ ኣብ ገዛእ ርእስና ንርኢ ጠሚትና ብዛዕባ ካልእ ክንሕበን ብዛዕባ ካልእ ክንግደስ እንተ ጀሚርና ግን እንታይ ንኸውን? እግዚኣብሄር እንታይ ይገብር? ደስ ኣይብሎን እዩ። ሃለሉያ! ስም ኣምላኽ ይባረኽ። ምክንያቱ እቲ ዝምካሕ ብመን ይመካሕ? ብእግዚኣብሄር ይመካሕ። ከምኡ ኢሉ ሃዋርያ ጳውሎስ ኣብ ቀዳማይ ቆረንጠስ ምዕራፍ ሓደ ክንሪኦ ኢና ያ ቀዳማይ ቆሮንጦስ ምዕራፍ ሓደ ካብ ጥቅሲ ዕስራን ሽዱሽተን ክሳብ ጥቅሲ ሰላሳን ሓደን እንታይ ዝብል ቃል ኣሎ ዝገርም ናይ እግዚኣብሔር ቃል ስም ኣምላኽ ይባረኽ ቀዳማይ መልእኽቲ ቆሮንጦስ ንሰብ ቆሮንጦስ እንታይ ኢልዎም ኣሎ ሃዋርያ ጳውሎስ ክንሪኦ ኢና ስም ኣምላኽ ይባረኽ ያ ኣንብበለይ ኣነ እውን ክደግማ እየ ይኣቱ ድዩ ን- ኣብቲ ን- ኣይ- ኣቲ- ቴሌቪዥን? ኣብ- ኣብዚ ከም ብ- ከም ኣብዚ ኣልሓም ኣልሓም ያ። እንታይ ይብል ኣሎ ኣሕዋተየ ኣብቲ ፅዋዕኹም እማ ተመልከቱ ብዙሓት ብስጋ ለባማት ብዙሓት ስልጡናት ብዙሓት ጭዋታት ኣይተፀውዑን ኣይተጸውዑን ኣምላክ ግና ነቶም ጠቢባን ምእንቲ ከሕፍርሲ ንዕሽነት እዛ ዓለም እዚኣ ሓረየ። ነቶም ብርቱዓት ምእንቲ ከሕፍር ከኣ፣ ኣምላኽ ነቲ ድኹም እዛ ዓለም እዚኣ ሓረየ። ስጋ ዘበለ ኣብ ቅድሚ ኣምላኽ ምእንቲ ከይምካሕውን፣ ኣምላኽ ነቲ ኣነ ገለ'የ ዝብል ከንቱ ምእንቲ ክገብር፣ ነቲ ብዓለም ሕሱርን ንዕቕን ገለ ዘይኮነን ሓረየ። ግናኸ እቲ ጽሑፍ ዝምካሕ ብእግዚኣብሔር ይመካሕ ዝብሎ ምእንቲ ክፍጸም ንስኻትኩም ካብኡ ኣብቲ ካብ ኣምላኽ ንጥበብን ንጽድቅን ምቕዳስን ምድሓንን ዝኾነልና ክርስቶስ የሱስ ኢኹም። ስም ኣምላኽ ይባረኽ። ናህና ንብሎ ነገር ወላ ሓደ ነገር የለን። እግዚኣብሔር ኣምላኽ ንዓና ክጽውዓና ከሎ ኣብ መሬት ከለና ኣብ ሓመድ ከለና ዘይንጠቅም ከለና እንታይ ጌርና ካብ ሓመድ ኣልዒሉ እንታይ ጌርና ሰብ ጌርና ስም ኣምላኽ ይባረኽ መታን ነቶም ጠቢባን ነትኦም ብጥበቦም ዝምክሑ ብናቶም ፍልጠት ዝምክሑ ብጽድቆም ዝምክሑ ነቶም መታን እንታይ ዝገብሩ ከሕፍሮም መታን ነቲ ሓደ ገለ እኳ ዘይኮነ ንዑ እንታይ ገበሮ ሓረዮ ይብለና እግዚኣብሔር ቃል ንምንታይ ከምኡ ገይሩ እግዚኣብሔር እግዚኣብሔር ቀና ኣምላኽ ስለ ዝኾነ ብጀካ ብእግዚኣብሔር ብካልእ ክንምካሕ ኣይደልን እዩ ብጀካ ብእግዚኣብሔር ብካልእ ክንሕበን ኣይደልን እዩ ምንያቱ እሱ ጻድቅ ፈራዳይ ንሱ ሓቀኛ ኣምላኽ ስለ ዝኾነ ስም ኣምላኽ ይባረኽ ኣብዚ ንሪኦ ዘለና እንታይ ንብላልና ብጣዕሚ ዝገርም ኣብሳ ኢሉ ነቶም ጠቢባን ምእንቲ ከሕፍርሲ ንዕሽነት እዛ ዓለም እዚኣ ሓረየ ነቶም ብርቱዓት ምእንቲ ከሕፍር ከኣ ኣምላኽ ነቲ ነታ ነቲ ድኻም እዛ ዓለም እዚኣ እንታይ ገበረ ሓረየ ምክንያቱ እቶም ሃፍታማት ብሃፍቶም ይምክሑ ስለ ዝኾኑ እቶም ብርቱዓት ብሓይሎም ይምክሑ ስለ ዝኾኑ እቶም ፍልጠት ዘለዎም ብፍልጠቶም ይምክሑ ስለ ዝኾኑ እግዝኣብሄር ኣምላክ ከኣ ቀናእ ኣምላክ ስለ ዝኾነ ኩሉ ወሃቢ እግዝኣብሄር ኣምላክ ስለ ዝኾነ ፍልጠት ዝሃበ እግዝኣብሄር ኣምላክ እዩ ጥበብ ዝሃበ እግዝኣብሄር ኣምላክ እዩ ሃብቲ ዝሃበ እግዝኣብሄር ኣምላክ እዩ ቃል ኣምላክ ክዛረብ ከሎ ወርቅን ብሩርን ናቱ እዩ ዝብል ኩሉ ምስትውዓልን ጥበብን ከኣ ናቱ እዩ ዝብል ስለዚ ዓለም ግን ናቱ ጥበብ ክትፈልጦ ወይ ከኣ ክትቅበሎ ስለ ዘይደለየት ብናታ ጥበብ ብናታ ፍልጠት ጌራ ናይ ገዛእ ርእሳ ዝና ናይ ገዛእ ርእሳ ብርትዕን ሓይልን ከተጥሪ ምስ ጀመረት ንእግዚኣብሄር እንታይ ክትገብሮ ጀሚራ ማለት እዩ ክትጸርፎ ጀሚራ ማለት እዩ ስለዚ እግዚኣብሄር እንታይ ኢሉ በቃ ኣነሲ ዝሕበን ደስ ዘብለንሲ ምሕረተኛ ኣምላኽ ምዃነይ ፈራዲ ኣምላኽ ምዃነይ ጻድቕ ኣምላኽ ምዃነይ በቃ ብመልክዕና ሓድሓደ ግዜ ንምካሕ ኢና ብፍልጠትና ንምካሕ ኢና ብሃፍትና ንምካሕ ኢና ብደቅና ንምካሕ ኢና ብንገብሮ ኩሉ ንጥፈታት እንታይ ንገብርና ንምካሕ ኢና ኣብ ቅድሚ ኣምላኽ ክረአ ከሎ ግን ኩሉ ነገር ኮንቱ ናይ ኮንቱነታት እዩ እግዚኣብሔር እንታይ ይገብረኒ ደስ ኣይብሎን እዩ ስም ኣምላኽ ይባረኽ ስለዚ ዋይ ደኣ እሞ ንዓናሲ ዋይ በቃ ምስ ሃፍትና ደኣ እንተኮይኑ ዘይ ምስ ዘለና ክብርና ምስ ሃፍትና ምስ ገለና የብልናን ኮና ናይ ገዛእ ርእስና ከብቲ ሃፍቲ ዋላ ክብሪ እኮ የብልናን ግን ንምንታይ ደኣ ዘይሓርና ምክንያቱ ኣነ ከምዚ እየ መታን ከይንብል ኣነ እኮ ሃፍታም እየ ኣነ እኮ ከምዚ እየ ኣነ እኮ ፍሉጥ እየ ኣነ እኮ ከምዚ እየ ከይትብል መታን እግዚኣብሔር ኣምላክ እንታይ ገይሩ ነቲ ሓደ ነቲ በቃ ድኹም ነቲ በቃ ንዑ ናይዚ ዓለም እዚኣ ንዑ እንታይ ገበሮ ሓርዮ ይብለና ናይ እግዚኣብሔር ቃል ስሙ ኣምላኽ ስም ኣምላኽ ይባረኽ ወላ ኣብ ህይወትና ብንገብሮ ንጥፈታት ብንሰርሖ ስራሓት ክንሕበን የብልናን በቃ ክንምካሕ እውን የብልናን ምክንያቱ ቃል ኣምላኽ ዛርብ ከሎ ሰብ ኢሉ ኣብ መክብብ ምዕራፍ ሰለስተ ጥቕስ ዓሰርተ ሰለስተ ይብላ ኣሎ ሰብ ኢሉ እንተ በልዐን እንተ ሰተየን ኢሉ ብጻዕሩ ከኣ ጽቡቕ እንተ ረኣየ እዚ ውን ውህበት ኣምላኽ እዩ። ኩሉ ዋላ ብጻዕርና ብኹሉ ነገርና ንረኽቦ ንጥፈታት ንረኽቦ ዓስብታት ኩሉሲ እዚ እንታይ እዩ ውህበት ኣምላኽ እዩ። ስለዚ ብኡ እንታይ ክንከውን ኣለና በቲ ወሃቢ ኣምላኽ ብኡ ክንሕበን ኣለና። ስም ኣምላኽ ይባረኽ። ምክንያቱ ደው መበሊና ምኽንያት እግዝኣብሄር ኣምላኽ እዩ። እስትንፋስ ኩሉ ናይ መን እዩ? ናይ እግዝኣብሄር እዩ። ብርተዐን ሓይልን ደው ኢልና ክንሰርሕን ክንዓይን ክንመላለስን ክንቀሳቐስን ዝገብረና መን እዩ? እግዝኣብሄር ኣምላኽ እዩ። ስለዚ ነቲ ደው ኣቢሉልና ዘሎ እግዝኣብሄር ኣምላኽ ንዕኡ ኢና እንታይ ክንገብሮ ዘለና? ክብሪ ክንህብ ዘለና። ምኽንያቱ ክንወጽን ክንኣቱን ከለና ካብ ሓደጋ ካብ ሞት ካብ ብጸልማት ዝኸይድ ፌራ ብቐትሪ ዝባድም ሕማም ካብኡ ከድሕነና ዝኽእል ዓቕምን ስልጣንን ሓይልን ዘለዎ መን እዩ? እግዚኣብሄር ኣምላኽ እዩ። ነዚኣ መዓልቲ ዘውዓለና፣ ብሰላም ብጥዕና ዘውዓለና ኣምላኽ ንዕኡ ኩሉ ግዜ ኣፕሪሼት ክንገብሮ ኣለና። ኩሉ ግዜ ብኡ ክንሕበን ኣለና። ምሕረቱ፣ ሓጢኣት ስለ ንገብር ኩሉ ግዜ፣ ሰባት ስለ ዝኾንና፣ ዋላ እንተ ዘይገበርና ብሓሳብና ስለ ንገብር፣ ብምሕረቱ ኩሉ ግዜ ምሕረት ስለ ዝገበረልና ኢና ንነብር ዘለና፣ ብምሕረቱ። ከምኡ ኢሉ ኣብ ትንቢት ኤርምያስ እንታይ ኢሉ? እቲ ዝሕበንሲ ኣነ ምሕረት ምግባረይ ፍርዲ ምግባረይ ጽድቂ ምግባረይ ብምሕረት ክንብል ከለና ምሕረተና ኩሉ ግዜ ምሕረት ይገብረልና እግዚኣብሔር ምሕረተና እዩ እግዚኣብሔር ሰናይ እዩ ምሕረቱ ከዓ ንዘለዓለም ይነብር እዩ ብጥራይ ዘይጠፋእናሲ እንታይ እዩ ምሕረት እግዚኣብሔር ይብል ኣብ ዶግዓ ስም ኣምላኽ ይባረኽ ሕጂ ብምሕረቱ ክንሕበን ኣለና ምክንያቱ ኩሉ ግዜ እንታይ ገብረና ኣብ ቅድሚኡ ተንበርኪኽና ሓደ እኳ ሓጢኣት ዝገበረ እንተሎ ኢሉ ኣብ ቅድሚ ኣምላኽ መጺኡ እንታይ ክገብር ኣሎ ክናዘዝ ንሱ ከኣ ጻድቕ ምዃኑ ነቶም ናብኡ ዝመጹ እንታይ ገብሮም ምሕረት ከም ዝገብረሎም ይዛረብ ኣብ ቀዳማይ መልእኽቲ ዮሃንስ ምዕራፍ ሓደ ጥቕሲ ትሽዓተ ማለት እዩ ብምሕረቱ ክንሕበን ኣለና ካልኣይ ከ ብፍርዱ እግዚኣብሔር ኣምላኽ ቅዱስ ፈራዳይ ብግቡእ ኣይፈርድን እዩ ንሓቂ እዩ ዝፈርድ ሓቀኛ ኣምላኽ እዩ ማንም ከስድዖ ዝኽእል የለን እዚ ወዲ ሓወቦ እዩ ወይ ከዓ እንካ ገንዘብ ገለ ኢሉ ዝኾነ ገይሩሲ ንእግዚኣብሔር ኣምላኽ ካብቲ ሓቀኛ ፍርዱ ክኣልዮ ክፈልዮ ኣይክእልን ስለዚ እግዚኣብሔር ሓቀኛ ፈራዲ ብምዃኑ ክንሕበን ኣለና ኣብዚ ምድሪ ብዙሓት ፈረድቲ ኣለዉ ብጉቦ ድዩ ፈሪሖም ድዮም ብዝተፈላለየ ምክንያት ነቲ ሕጊ እንታይ ዝገብርዎ ጥውይ ኣቢሎም ኣንጻርካ ይለዓሉ ማለት እዩ። እግዚኣብሔር ኣምላኽ ግና ጻድቕ ፈራዳይ እዩ። ንሰብ እቲ ነናቱ ዝህብ ኣምላኽ ስም ኣምላኽ ይበሃል። ስለዚ ብምንታይ ተሓበን ኢሉ ሚሳ ብፍርዲ ኣምላኽ ስም ኣምላኽ መወዳእታኻ ብጽድቂ እግዚኣብሔር ኣምላኽ ጻድቕ ክንብል ከልና ሓቀኛ ኣምላኽ ዘይሕሱ ዘይጠልም ዘየጣፋፍእ ተንኮል ዘየብሉ ጻድቕ ፈራዳይ ጻድቕ ኣምላኽ እዩ ንዓና ብሓቂ እንተመጺናዮ ብሓቂ እንታይ ዝገብረና እዩ ብጽድቁ ኣይሕስወናን እዩ ዝበሎ ቃል ኩሉ ግዜ እንታይ ዝገብር ዝገብር ዝትግብር እዩ ኣነ ምሳኻ እየ ክሳብ መወዳእታ ዓለም ምሳኻ እንተ ኢሉ ምሳና እዩ እግዚኣብሔር ኣምላኽ እቲ ጽድቁ ንሱ እዩ ናቱ ጽድቂ እዩ ስም ኣምላኽ ይባረኽ ስለዚ ንምንታይ ኢና ብእግዚኣብሔር ኣምላኽ ንምምካሕ? ምኽንያቱ ደው ኣቢልና ዘሎ ንሱ እዩ። ትንፋስ ሂብና ዘሎ ንሱ እዩ። ኣብ ዳንኤል ክንርኢ ኢና ምዕራፍ ሓሙሽተ ዝገርም ቃል ኣሎ። ነገስታት ኣብ ዘመኖም ንእግዚኣብሔር እንታይ ገይሮምሉ እዮም? ተመኪሖምሉ እዮም። ንእግዚኣብሔር ተመኪሖም ዘይኮንሲ ኣንጻር እግዚኣብሔር ተጓዒዞም ንሕናስ ከማና ሓያል የለን፣ ከማና ጅግና የለን፣ ከማና ብርቱዕ የለን እንዳበሉ ብዙሕ ግዜ ንእግዚኣብሔር ኣምላ እንታይ ገይሮም እዮም? ኣላጊጾምሉ እዮም። ዳንኤል ምዕራፍ ሓሙሽተ ጥቕሲ ዕስራን ክልተን ስጋብ ዕስራን ሰለስተን ከምዚ ይብል ኣሎ ኣታ በሻጽር ወዱ ምንም እኳ እዚ ኩሉ ፈሊጥካ ክነስኻ ልብኻ ኣየተሓትካን ነቲ ጎይታ ሰማይ ርእስኻ ኣልዓልካሉ ነቲ ኣቕሑ ቤቱ ኣብ ቅድሜኻ ኣምጽእዎ እሞ ንስኻን መኳንንትኻን ኣንስትኻን ዕቁባትካን ወይኒ ሰተኹምሉ ነቶም ዘይሪኡን ዘይሰምዑን ዘይፈልጡን ኣማልኽቲ ብሩሩን ወርቅን ኣስራዝን ሓጺንን ዕንጨይትን እምንን ወደስካ እምበር ነቲ ንእስትንፋስትካን ንኩለን መንገድኻን ኣብ ኢዱ ዝሓዘ ኣምላኽሲ ኣየኽበርካዮን። ስም ኣምላኽ ይባረኽ። እንታይ ኢልዎ? ንእስትንፋስትካን ንኩለን መንገድኻ ኣብ ኢዱ ዝሓዘ ኣምላኽሲ ኣየኽበርካዮን። በቃ ንእግዚኣብሔር ኣምላኽ እንታይ ገይርዎ? ተዓቢሉ። ትዝክርዎ ተኾንኩ ቤልሻጽር ነቡከነጸር ንፈልጦ ኢና። ነቡከነጸር ንእግዚኣብሔር ኣምላኽ ምስ ተዓበየሉ እንታይ ገይርዎ እግዚኣብሔር ኣምላኽ? ልቡ ናይ እንስሳ ልቢ ሃቦ ይብለና። ከም እንስሳ እንታይ ክገብር ጀሚሩ? ሳዕሪ ክበልዕ ጀሚሩ። እቲ ኣቀላል ነንብባ እሞ ማዕረ ክንደይ ትዕቢት ከም ዘዋርደና ንእግዚኣብሔር ኣምላኽ ብእግዚኣብሔር ኣምላኽ ዘይምምካሕ ብገዛ ርእስኻ ትምክሕቲ ብገዛ ርእስኻ ትዕቢት ዝመጽእ ውርደት ክንርኢ ኢና ኣብ ዳንኤል ስም ኣምላኽ ይባረኽ ኣብ ዳንኤል ምዕራፍ ኣርባዕተ ካብ ጥቕሲ ዕስራን ሸሞንተ ከንብቦ እየ። እዚ ኵሉ ንንጉስ ነቡካድነጽር በጽሖ። ድሕርዚ ዓሰርተ ክልተ ወርሒ ጸኒሑ ኣብቲ ኣዳራሽ ንጉስ ባቢሎን ይዘውር ነበረ። እቲ ንጉስ ከኣ እዚኣታ ንኽብሪ ግርማይን ንቤት መንግስትን ክትኸውን ኢለ ብሓይሊ ስልጣነይ ርእይ እንታይ ኢሉ ብሓይሊ ስልጣነይ ዝገርመኩም እግዚኣብሄር ኣምላኽ እዩ ሚእትን ዕስራን ሸውዓተን ሃገራት ክገዝእ ኢሉ እንታይ ጊብዎ ስልጣን ሂብዎ ነቡካነጽ ዝብሎ ዘሎ ብዝግ እንታይ ይብል ኣሎ መሲሉኩም ዝገርመኩም መንግስት ንክብሪ ግርማይን ኢሉ ረይ ንቤት መንግስትን ክትኸውን ኢለ ብሓይሊ ስልጣነይ ዝሃነጽኩዋ ዓባይ ባቢሎን ዶ ኣይኮነትን ኢሉ ተዛረበ እዚ ቃል እዚ ጌና ኣብ ኣፍ ንጉስ ከሎ ወንጉስ ነቡካናጸር ንኣኻስ መንግስት ካባኻ ከይዳያ ይበሃለካ ኣሎ ካብ ሰብ ክትስጎግ ምስ እንስሳ ሞሮ ክትነብር ኢኻ ከም ንኣብዑርካ ሳዕሪ ከብልዑኻ እዮም። እቲ ልዑል ኣብ ልዕሊ መንግስቲ ሰብ ከም ዝመልኽ፣ ንዝደለዮ ኸኣ ከም ዝህቦ ክሳዕ እትፈልጥ፣ ሸውዓተ ግዜያትውን ክሓልፋኻ እየን፣ ዝብል ድምጺ ካብ ሰማይ ወረደ። ብኡብኡ እቲ ነገር ኣብ ነቡካድነጸር ተፈጸመ። ጸጕሩ ከም ናይ ንስሪ፣ ኣጽፋሩውን ከም ናይ ኣዕዋፍ ኰይኑ ክሳዕ ዝነውሕ ካብ ሰብ ተሰጐ። ከም ብዕራይ ሳዕሪ በልዐ፣ ስግኡ ብኣውሊ ሰማይ ጠልቀ እየ ዝገርም እዩ ሬም እግዚኣብሔር ኣምላክ ስልጣን ይህበካ እዩ ሓይሊ ይህበካ እዩ ጉልበት ይህበካ እዩ ሃብቲ ይህበካ እዩ ፍልጠት እውን ይህበካ እዩ ነገር ግን በቲ ዘለካ ስልጣንን በቲ ዘለካ ፍልጠትን በቲ ዘለካ መልክዕ ክኸውን ዝተፈላለዩ ነገር ክትምካሕ እንተ ጀሚርካ ግን ከም እንስሳ ክትኸውን ኢኻ ምክንያቱ እግዚኣብሔር ኣምላኽ ክትምካሕ ዝገብረካ ዘሎ ብናይ እግዚኣብሔር ነገር እምበር ብናይ ገዛእ ርእስኻ ክትምካሕ ስለ ዘይደሊ ቀናእ እግዚኣብሔር ኣምላኽ ስለ ዝኾነ ስም ኣምላኽ ይባረኽ ስለዚ ነቡካድነጸር እንተ ኮይኑ እቲ እግዚኣብሔር ኣምላኽ ስልጣን ሂብዎ ሚእትን ዒስራን ሸውዓተን ሃገራት ንኽገዝእ ስልጣን ሂብዎ ግን ኩሉ ነገር ኣብ ኢድ እግዚኣብሔር ምዃኑ እንታይ ገይሩ ረሲዑ ርእሞ ሰብ ስልጣን ምስ ሓዘ ሃፍቲ ምስ ሓዘ ኣምላኹ እንታይ ገብር ይርስዕ ስለዚ ኢና ኩሉ ግዜ ብእግዝኣብሄር ኣምላኽ እንታይ ክንከውን ዘለና ክንምካሕ ብኡ ክንሕበን ዘለና ስም ኣምላኽ ይባረኽ መወዳእቱ እንታይ ኮይኑ ነቡካነጸር ከም እንስሳ እንታይ ክገብር ጀሚሩ ሳዕሪ ክበልዕ ጀሚሩ እቲ ውፅኢ እንታይ እዩ ብገዛእ ርእሱ ብገዛእ ሃፍቱ ብገዛእ ስልጣኑ ክምካሕ ምስ ጀመረ እንታይ ኣጋጢሞ ውድቀት ኣጋጢሞ መወዳእታ ግን እንታይ ኮይኑ ተናሲሑ ስም ኣምላኽ ይባረኽ ዝገርመኩም ቃል እንታይ ኢሉ ኣሎ ምስ ተናስሐ ምስ ተመለሰ እንታይ ኢሉ ኣሎ መሲ ከም በልኩም ኣብ ጥቕሲ ሰላሳ ሽዱሽተ ማለት እዩ ምዕራፍ ኣርባዕተ ጥቕሲ ሰላሳ ሽዱሽተ በታ ግዜ እቲኣ ኣእምሮይ ተመለሰለይ ንክብሪ መንግስተይ ከኣ ግርማይን ምንጽብራቐይን ተመለሰለይ ኣማኸርተይን መኳንንተይን ደሎዩኒ ኣነ ኸኣ ኣብ መንግስተይ ጸናዕኹ ዝበለጸ ዕቤት እውን ተወሰኸለይ ሕጂ ድማ ኣነ ነቡካድነጸር ነቲ ንጉስ ሰማይ እመስግኖ፣ ልዕል እብሎን እኽብሮን ኣሎኹ፣ ተግባሩ ዅሉ ሓቂ፣ መንገድታቱ ኸኣ ፍርዲ እዩ እሞ፣ ነቶም ተዓብዮም ዚኸዱ ኬዋርዶም ይኽእል እዩ ኢሉ ተመሊሱ። ኣምላኽ ይባረኽ። ዝበለጸ ዕቤት ሃብኡ ትሕት ምስ በለ ኣብ ቅድሚ ኣምላኽ ኣነስ ትምክሕተይ ንስኻ ኢኻ ብርተዐይ ንስኻ ኢኻ ሓይለይ ንስኻ ኢኻ መዝሙረይ ኢኻ መልክዐይ ኢኻ ጽባቐይ ኢኻ ክብሎ ምስ ጀመረ ንእግዚኣብሔር ኣምላኽ ዝበለጸ ክብሪ ሃቦ ይብለና ሽዑ እንታይ ኢሉ እቶም ዝዕበዮምሲ እቶም ዝዕበዩ እንታይ ክገብሮም ይኽእል እዩ ከዋርዶም ይኽእል እዩ የስ ከዋርዶም ይኽእል እዩ ምኽንያቱ እስትንፋስ ዝሃበና ንሱ እዩ ደው ክንብል ክንንቀሳስ ንኹሉ መንገድና ኣብ ትሕቲ ቁጽጽር እዩ ዘሎ ሓደ መዓልቲ ኣብ ልዕሊኡ ክንትስእ ከለና እንታይ ክንከውን ኢና ከም እንስሳ ክንዋረድ ኢና ትሕቲ እንስሳ ክንከውን ኢና ስም ኣምላኽ ይባር ስለዚ ሓበና መን እዩ እግዚኣብሔር ኣምላኽ እዩ መልክዕና መን እዩ እግዚኣብሔር ኣምላኽ እዩ ትምክሕትና መን እዩ እግዝኣብሄር ኣምላኽ እዩ ጽድቅና መን እዩ እግዝኣብሄር ኣምላኽ እዩ ቅድስናና መን እዩ እግዝኣብሄር ኣምላኽ እዩ ሃብትና መን እዩ እግዝኣብሄር ኣምላኽና እዩ ብርትዔና መን እዩ እግዝኣብሄር ኣምላኽና እዩ ስም ኣምላኽ ይባረኽ ናይ መወዳእታ ጥቕሲ ከም በልኩም እየ እቲ ኣብ ሰብ ምውካልን ኣብ እግዚኣብሄር ምውካልን ዘሎ ዲፈረንት ክንሪኦ ኢና ብኡ ክንውዲ ኢና ስም ኣምላኽ ይባረኽ ናይ መወዳእታ ጥቕሲ ኣብ ትንቢት ኤርምያስ ኩሉ ግዜ እንፈልጣ ጥቕሲ እያ ምዕራፍ ዓሰርተ ሸውዓተ ካብ ጥቕሲ ሓሙሽተ ክሳብ ሸሞንተ ዘሎ እቲ ኣብ ሰብ ዝውከስ ንሱ እንታይ ርጉም እዩ ዝብል ቃል እግዚኣብሔር ክዛብ ከሎ ኣብ ሰብ ኣብ ነገራት ኣብ ሰፋያ ነገር ኣብ ገዛ ርእስኻ ክትውከል ከለኻ ዝተረገምካ ኢኻ ትኸውን እንድሕተረጊምካ ከዓ ትሕቲ ሰብ ኢኻ ትነብር ምዉት ኢኻ ትኸውን በቃ ስም ኣምላኽ ይበሃል ስለዚ ካብ ከምዚ መታ ክንድሕን እንታይ ክንኮን ኣለና ኣብ እግዚኣብሔር ኣምላኽ ጥራይ ክንውከል ኣለና ትንቢት ኤርምያስ ምዕራፍ ዓሰርተ ሸውዓተ ካብ ጥቕሲ ሓሙሽተ ክሳብ ሸሞንተ ከንብበልኩም እየ ስም ኣምላኽ ይባረኽ እግዚኣብሄር ከምዚ ይብል ኣሎ ኣብ ሰብ ዝውከል ቅልፅሙኻ ኣብ ስጋ ዝገብር ብልቡ እውን ካብ እግዚኣብሄር ዝርሕቕ ሰብ ርጉም እዩ ንሱ ከም ንቑጽ ቈጥቋጥ ኣብ በረኻ እዩ፣ ኣብ ምድሪ ጻምእ፣ ኣብ ምድረ በዳ፣ ኣብቲ ሓደ እኳ ዘይነብሮ ምድሪ ጨው ይነብር እምበር፣ ጥዑም ምስ መጸስ ኣይሪኦን። ገርም እዩ። እቲ ኣብ ሰብ ዝውከልሲ፣ ርጉም ይኹን ኣብ ሰብ ዝውከል ቅልጽሙ ከኣ ኣብ ስጋ ዝገብር ብልቡ እውን ካብ እግዚኣብሔር ዝርሕቕ ሰብ ርጉም እዩ ይብል ናይ እግዚኣብሔር ቃል ንሱ ከኣ ከም ንቑጽ ቆጥቃጥ ኣብ በረኻ እዩ ኣብ ምድሪ ጻምእ ኣብ ምድረ በዳ ኣብቲ ሓደ እኳ ዘይነበሮ ምድሪ ጨው ይነብር እምበር ጥዑም ምስ መጽስ ኣይርእዮን ኣብ ምድረ በዳ ዝረአ ነገር የለን ዝብላዕ ነገር የለን ዝስተ ነገር የለን ብፍላይ እዚኦም ብስግረዶብ ገይሮም ዝመፁ ይፈልጥዎም ፅቡቅ ገይሮም ምድረ በዳ ከመይ ምዃኑ ስለዚ ኣብ ሰብ ድሕ ተወኪልካ ካብቲ ምድረበዳ ውን ከውጻካ ኣይክእልን እዩ ኣብ ሰብ እንተ ተወኪልካ ኣብቲ ምድረበዳ ውን ዝረድኣካ ወላ ሓደ ነገር የለን ስለዚ የዒንትና ካብ ሰባት ኣልዒልና ናብ እግዚኣብሔር ኣምላኽ ትውክልትና ኣብ እግዚኣብሔር ኣምላኽ ሓበና ብእግዚኣብሔር ክንሕጎስ ከም ዘለና ቃል እግዚኣብሔር ይዛረበና ምክንያቱ ቃል እግዚኣብሔር ክዛረብ ከሎ ኣነስ በቃ ደስ ዝብለንሲ በቃ ኣነ ጽድቂ ምግባረይ ፍርዲ ምግባረይ ፍትሒ ምግባረይ ምሕረት ምግባረይ እምበር ክሕበን ዘለዎ እምበር ሰብሲ ብሓይሉ ብፍልጠቱ ክሕበን የብሉን እኳ ኢሉ እግዚኣብሔር ኣምላኽ ኣብቲ ዘንበብናዮ መጀመርታ ትንቢት ኤርምያስ ምዕራፍ ዒስራ ትሽዓተ ጥቕሲ ዒስራን ሰለስተ ዒስራን ኣርባዕተን ዝዝሕበንሲ ኣነ ምሕረትን ፍርድን ጽድቅን ብምግባረይ ጥራይ ኢሉ ስለዚ እቲ ኣብ ሰብ ዝውከል፣ እቲ ኣብ ገዛእ ርእሱ ዝውከል፣ እቲ ኣብ ቅልጽም ስጋ ዝውከል፣ እቲ ልቡ ካብ እግዚኣብሄር ዘርሕቕ ዘበለ ንሱ እንታይ እዩ? ርጉም እዩ። ስለዚ ካብ ከምዚ ነገር እንታይ ክንገብር ኣለና? ክንርሕቕ ኣለና። ቀጺላ ዘላ ጥቕሲ እንታይ ትብል? እቲ ኣብ እግዚኣብሄር ዝውከል፣ ትጽቢቱ ኸኣ ኣብ እግዚኣብሄር ዝገብር ሰብ ብሩኽ እዩ። ንሱ ከምታ ኣብ ጥቓ ማይ እተተኸለት ሱራ ኣብ ሩባ ኣቢሉ ዘሳፍሕ ኦም እዩ። ወዓይ እንተ መጸ ኣይትፈርሕን፣ ቆጽላ ኸኣ ለሚዑ ይነብር። ብዓመት ደርቂ ኣይተተንክርን ካብ ምፍራይ ውን ኣይተቋርጽን በቃ ኩሉ ግዜ እንታይ ትኸውን መሲሉ እንዳ ለምለመት እያ ትኸይድ እታ ንእግዚኣብሄር ትኣምን ወይ ከኣ ልባ ብእግዚኣብሄር ትምካሕ ነብሲ ኩሉ ግዜ እንዳ ፈረየት እንዳ ኣፍረየት በቃ ኣብኡሲ ዘየቋርጽ ሰላም ኣሎ ዘየቋርጽ በረኸት ኣሎ ዘየቋርጽ ሃብቲ ኣሎ ዘየቋርጽ ሓጎስ ኣሎ ምንያቱ እቲ ኣጽሊላቶ ዘላ መንያ እግዚኣብሄር ኣምላኽ ስለ ዝገበረቶ ኣብ ጸግዒ ትልዑል ዝነብርሲ ኣብ ጽላል ትኹሉ ዝኽእል እንታይ ይገብር ይነብር ስለዚ ኣብ እግዚኣብሔር ዝውከል ሰብ ኩሉ ትውክልቱን ሓይሉን ኣብ እግዚኣብሔር ዝገብር ኩሉ ግዜ እንታይ ዝገብር እንዳበርትዕን እንዳሓየለን እዩ ዝኸይ ስም ኣምላኽ ይባረኽ ስለዚ ንሱ እንታይ ይኸውን ብሩኽ እዩ ዝኸውን ስም ኣምላኽ ይባረኽ ንሱ ኣብ ጥቓ ማይ እተተኸለት ሱራ ኣብ ርዋ ኣቢሉ ዘሳፍሕ ኦም እዩ ዝኸውን ዋዓይ እንተመፀ ከዓ እንታይ ገብራን እዩ ኣይትፈርሕንያ ዝኾነ ሽግር መከራ እንተመጺዋ እንታይ ትኸውንያ ኣይትተንክርንያ በቃ ኣይትጠፍእንያ ኣይትደርቕንያ ምንጫ መንዩ ህያው ኣምላኽ እግዚኣብሔር ኣምላኽ ስለ ዝኾነ ስለዚ ይሕዋተይ ብእግዚኣብሔር ኣምላኽ ጥራይ እንታይ ኮኑ ተመክሑ ትምክሕትሑኹም እግዚኣብሔር ኣምላኽ ጥራይ ይኹን እግዚኣብሔር ኣምላኽ ጥራይ ትምክሕቱም ክትገብሩ ከለኹም ኣብ ቅድሜኹም ዝቖም ሰብ ዝቖም ሓይሊ ዝቖም መንግስታት የለን እንዳበርትዓኻ ኢኻ ትኸይድ ከም ሽደን ኣንበሳ ጻድቅ ከም ሽደን ኣንበሳ ታይ ክከውን ይተብዕ ሓይሉ መን ስለ ዝገበሮ እግዝኣብሄር ትምክሕቱ መንስ ስለ ዝገበሮ እግዝኣብሄር ከም ሽደን ኣንበሳ ታይ ክከውን ይተብዕ ደቁ ከኣ እንታይ ኢሉ እንታይ ክኮኑ እዮም ኣይስእኑን እዮም ኣይጠምዩን እዮም ሃሎልያ ኮራኩር ኣናብስ ታይ ክኮኑ ይስእኑን ይጠምዩን ሃሎልያ ናይ ጻድቅ ውሉድ ታይ ክኮኑ ከቶ እኳ እንታይ ክኮኑ ኣይጠምዩን እዮም ኣይስእኑን እዮም ናይ እግዚኣብሄር ቃል ስም ኣምላክ ይባረክ ምክንያቱ ትውክልቶም እንታይ ገይሮሞ እግዝኣብሄር ኣምላክ ሓበኖም መን ገይሮሞ እግዝኣብሄር ኣምላክ በቃ ናቶም ጥበብ ናቶም ኩሉ ነገር ናቶም ኣይኮነ ናይ መን ናይ እግዚኣብሔር ከምቲ ኣብ ቆሮንጦስ ዘንበብናዮ እሱ እንታይ ኮይንዎም ኢሉ ኣብ ሰላሳን ሓደን ዘሎ ጥቕሲ ሰላሳን ሓደን ዘሎ ማለት እዩ ኣብ ቀዳማይ ቆሮንጦስ ዘንበብናዮ ጥቕሲ ሰላሳን ሓደን ዘሎ ኣብ መወዳእታ ኢሉ ንሱ ከዓ እንታይ ኮይንዎም ቅድስንኦም ፅድቆም ፍልጠቶም ኩሉ ነገሮም ጥበቦም ኮነ ይብለና መን እግዚኣብሔር ስለ ናህና ንብሎ ነገር የለን ኩሉ ነገር ናይ እግዚኣብሔር እዩ ስለዚ እግዚኣብሔር ሃበ እግዚኣብሔር ወሰደ ስለዚ ኩሉ ናይ መን እዩ ናይ እግዚኣብሔር እዩ ስለዚ ኩሉ ንመን እያ ንህቦ ንእግዚኣብሔር ኣምላክ ስም ኣምላክ ይባረክ ጎይታ የሱስ ክርስቶስ ይባርኩም ንጸሊ ሃለሉያ እግዚኣብሔር ኣቦ ነመስግነካ ኣለና ንባርከካ ኣለና ስምካ ንዘለኣለም ይባረክ እግዚኣብሔር ኣምላኸይ ትምክሕትና ብኣኻ ክኸውን እግዚኣብሔር ኣባኻ ጥራይ ክንምካሕ ኣባኻ ጥራይ ክንጽጋዕ ጸግዕናን ዋልታናን ንስኻ ኢኻ ኣብ ሰብ ኣይንውከልን ንእግዚኣብሔር ኣብ ገዛ ርእስና ኣይንውከልን ኣብ መልክዕና ኣይንውከልን ኣብ ጥበብናን ፍልጠትናን ኣይንውከልን ምክንያቱ ጽድቅና ንስኻ ኢኻ ጥበብና ንስኻ ኢኻ ፍልጠትና ንስኻ ኢኻ እግዚኣብሔር ኣምላኸይ መመሊስና ነመስግነካ ኣለና እግዝኣብሄር ልብና ናባካ ክቀርብ መመሊስ ገጽካ ክንደሊ ክትረድኣና ንጽሊ ኣለና እግዝኣብሄር ኣምላኸይ ብዘይ ባኣኻ ሓንቲ እኳ ክንገብር ኣይንክእል ኢና እግዝኣብሄር ደው ኢልና ዘለና እስትንፋስ ዝሃብካና ንስካ ኢካ ክንቃሳቀስ ከለና መንገድና ኩሉ እትቋጻጸር ንስካ ኢካ እግዝኣብሄር ኣምላኸይ ስለዚ ብጻዓርና እኳ ጽቡቅ እንተራኣና እግዚኣብሔር ኣምላኸይ እዚውን ውህበትካ እዩ እሞ ነመስግነካ ኣለና እንተበላዕና እንተሰተና ብጻዕርና እውን ጽቡቅ እኳ እንተረኣና እግዚኣብሔር ኣምላኸይ እዚውን ናትካ እዩ እሞ ክብሪ ንበካ ኣለና እግዚኣብሔር ሆይ ዝተረፈ ግዜና ንስኻ ተረከቦ እግዚኣብሔር ካብ ክፉእ ኣድሕነና እምበር ኣብ ፈተነ ኣይትእትወና ብስም ተፍቅሮ ወድኻን መድሓኒና የሱስ ክርስቶስ ስም ኣሜን ሃለ